ኣነ ስዋ ኣይሰትን እየ ነይረ ንዓናይ ተስካር ኣለኩ ኣዘካየ ምሳይ ኢሉ ተስካር ወሲድኒ።
ቅድሚ ዑቕባጋብር ፊሒራ እዩ ደራፋይ ኮይኑ። ቅድሚኡ ዑቕባጋብር ምሳ። ዕልል ንበለሎም ሃየ ንሓብሕቦም መፈጸምትኡ መርዓ ዝጸንሐ ዝምድነኦም ያ። መጀመርያ ኣነ እኳ በዛ ቪድዮ እዚኣ እየ ፈሊጠ ዑቕባጋብር ተመርዕዩ ከምዝነበረ። ደራፋይ ኣፍሊጡንን ስጋብ ሕጂ ከኣ እሱ ስለ ዝመሃረኒ እየ ደራፋይ ኮይነ ዝቕጽል ዘለኹ ክብል እኽእል። ዝዓብይ መምህረይ ጽላለይ ካብታ ተፈለኻላ። ሰላም ከመይ ቀኒኹም ጋይስ ካእ ፊሊን ሎማዓንቲ ካኣ ብሓድሽ ቪድዮ ተመሊሰ ኣለኹ ናይ ሎማዓንቲ ቪድዮ ናይ ሎማዓንቲ ርእስና ንድምጻዊ ስውእ ዑቕባጋብር ትድህስስ ቪድዮ እያ ክትኮን መጀመርያ ካብ በዓልቲ ቤቱ ወይ ውን ካብ ዝተፈላለዩ ምስኡ ዝነበሩ ሰባት ወይ ውን ንዑ ዝምልከት ዕላላት መጀመርያ ክንሰምዕ ኢና ኣብ መወዳእታ ከዓ ሓደ ክልተ ደርፍታት ከዓ ናቱ ክንሰምዕ ኢና ማለት እዩ ስለዚ ክሳብ ፋይናል መደብ ምሳይ ፅንሑ ቅድሚኡ ግን ቅድሚኡ ግን ብቀዳማይ ዝሓተትክዋ ሓደ ሽሕ ብር ተዕውት ሕቶ ነይራ ስለዚ መን ተዓዋታይ ምዃኑ መጀመርታ ንሱ ክንርኢ ኢና ማለት እዩ ሓለፈ ዝነበረት ሕቶ መብዛሕትኹም መብዛሕትኹም መሊስኩማ ኢኹም ሓደ ክልተ እዮም ዝተጋገዩ ማለት እዩ ስለዚ ካብ ኩልኹም ባይ ዘ ወይ ሓደ ሰብ ፒክ ክንገብር ስለዘለና ሓደ ዊነር ክንገብር ኢና ማለት ስለዚ ናይ ሎማዓንቲ ናይ ዝሓለፈት ቪድዮ ዊነር ዝኾነ ማለት እዩ ለስ ጎ ሰላም ንኹሉ ይኹን ዝብል መምህር ሰሎሞን ገብረ እግዚኣብሔር ትክክል መልሲ መሊሱ ኣሎ ሽሙን ሽሙ ኣቦኡን ኢለኩም ነይረ ስለዚ ትክክል መልሲ መሊሱ ኣሎ ማለት እዩ ተዓዋታይ ሰላም ንኩሉ ይኹን ኮንካ ኣለኻ ስለዚ ሽልማትካ ክትወስድ በዛ ኢንስታግራም እዚኣ ጸሓፈለይ ማለት እዩ ስለዚ ናብ ናይ ሎማዓንቲ መደብ ንኺድ let's go
ዓሻ ሮሞዳን መን እያ እንድሕር ኢልኩም በዓልቲ ቤቱ ንስዉእ ብጻይ ዑቕባጋብር እያ።
እዛ ትሪእዋ ዘለኹም እያ ዓሻ ትበሃል በዓልቲ ቤቱ ንዑቕባጋብር ማለት እዩ። መጀመርያ ኣነ እኳ በዛ ቪድዮ እዚኣ እየ ፈሊጠ ዑቕባጋብር ተመርዕዩ ከም ዝነበረ።
ብዛዕባ እዛ ስእሊ እዚኣ ክዝክር ንድሕሪት ተመሊሰ ቅድሚ ኣርብዓ ዓመት ኣርብዓን ገለን ዓመት ኢና ክንዝክር ማለት እዩ። እዚኣ ኣብ ናቕፋ እያ እዛ ስእሊ እዚኣ። ኣብ ብርጌድና መርዓ ነይሩ ማለት እዩ ብርጌድ ሰብዓ። ዝምርዓዉ ብጾት ነይሮም ናብኡ።
ብዛዕባ እዛ ስእሊ ማለት እዩ ብዛዕባ እዛ ስእሊ ኣዛረብ ዘላ ኣክቹዋሊ ንዑቕባጋብር እንድሕር ሪሰርች ጌርኩም እንትርፎ እዛ ስእሊ ካልእ ኣይትረኽቡን ኢኹም መስለኒ ካልእ ስእሊ ዳርጋ የለን ስለዚ እዛ ስእሊ እዚ ኣበይ ተሳኢልኩማያ እዩ ዝሓታ ዘሎ ሕጂ ኣብቲ መርዓ ኢና ተሳኢልናያ እዛ ስእሊ እዚኣ እዚ በዚ ሸነኽ ዘሎ ዑቕባጋብር እዩ ብድሕሪኡ ዘሎ ግርማይ ማንጁስ በዚ ኣጋጣሚ ስዉእ እዩ ወዲ ባጽዕ እዩ እብ ድሕሩ ኣነ ኣሎኹ።
ብድሕሪኡ ዘላ ኣብ ሳልሰይቲ ዘላ ንሳ እያ ቀዳማይ ዘሎ ዑቕባጋብር ካልኣይ ዘሎ እቲ ወዲ ባጽዕ ዝበለቶ ሳልሳይ ዘሎ ከኣ ንሳ እያ ማለት እዩ ንባዕላ ውን ድምጻዊት እያ ነይራ። እቲ ብድሕሪት ዘሎ ግርማይ ገብረኣብ እዩ ማለት እዩ። ሕጂ እዛ ስእሊ እዚኣ ደርፊ ነይሩና ናይ መርዓ ዝምልከት ማለት እዩ እንዳደረፍና ዝተሳኣልናያ ስእሊ እያ ትሑዝትኣ ከኣ ብዙሕ እኳ ክዝክር ኣይክእልን ግን ንሓንቲ ፓራግራፍ ክዝክራ ዕልል ንበለሎም ሃየ ንሓብሕቦም መፈፀምትኡ መርዓ ዝፀንሐ ዝምድነኦም እያ ትብል
ደርፊ ከይጀመረ ከሎ ኢና ንፋለጥ ፍሒራ ዘለዎ ኣነ ዘለዎ ዋጋብር ናይ ምግጣም ልምዲ እዩ ነይሮ ዝያዳ እቲ ውሽጢ ባህሊ ምስ ኣተወ ዝኾነ ይኹን ዜማታት ዝወጽእ ዝነበረ ብዕዋጋብር እዩ ዝግጠም ነይሩ። በዓል ዕድል ኣለኒ፣ በዓል ኤሬ ኤሬ ኤሬ ንዕንዶ ቶሎ፣ ስርዓት ናይ ሃጼ። ሕጂ እቲ ዜማታት ናይ ቀደም እዩ። ዜማታት ከኣ ንሱ ኣይኮነን ዝደርፎ ነይሩ ሽዑ። ካልኦት እዮም ዝደርፍኦ። ግጥሚ ትምልከት ኣብታ ጉጅለ ብጀካ ዕዋጋብር ካልእ ሰብ ኣይነበረን። ደሓር ድሕሪ ዓመት ገለ ይዕዋጋው ከም ደራፋይ ኮይኑ ክመጽእ ጀሚሩ።
ግጥሚ እዩ ናቱ ካብዛ ደርፊ እዚኣስ ግጥሚ እዩ ናቱ ዝብለኩም ደሎ መጀመርያስ ዳርጋ ከም ገጣማ እዩ ድፍለጥ ነይሩ

ኣብ መንጎ ተፈኖን ኣብ መንጎ ዑባጋበርን ዝነበረ ምትእስሳር ብዘይቀልዓለም ብዓብዪ እውን ደሪፉሉ እንድዩ እቲ ዓቢ መምህረይ ትብል ደርፊ እውን ደሪፉሉ እዩ ብዘይቀልዓለም ቅድሚኡ ዑባጋብር ምሳይ ምስ ኣሮን እዩ ነይሩ መጀመርያ ባይደወይ ቅድሚ ዕቕባ ጋብር ፍሒራ እዩ ደራፋይ ኮይኑ ከምኡ ይብል ነይሩ ኣሮን ኣቐዲሙ ብዛ ኢንተርቪው እዚኣ ቅድሚ ፍሒራ እዩ ፍሒራ እዩ ዝቕድም ብደርፊ ማለት እዩ ዋላ ብተመክሮ ፍሒራ ቅድም ይብል ነይሩ ውን ደሪፉሉ እንድዩ እታ ዓቢ መምህረይ ትብል ደርፊ ውን ደሪፉሉ እዩ ብዘይ ቀልዓለም ቅድሚኡ ዑቅባጋብር ምሳይ ምስ ኣሮን እዩ ነይሩ መጀመርያ ማለት እዩ። ደርፍታት ናይ ዑቅባጋብር ስዉእ ዑቅባጋብር። ዝኻ ተፎኖ እዩ ተፎኖ ከኣ ንእሽተይ ዑቅባጋብር በልዎ ወይ ከኣኒ ወዲ ዑቅባጋብር በልዎ ምኽንያቱ መብዛሕቲኡሲ ናቱ ደርፍታት እዩ ዝደግም ዋላ ኣብ ኢንተርቪው ዋላ እንተሰማዕካዮ ዋላ ንዕኡ ደርፊ ደሪፉሉ ከምቲ ፍሒራ ክብሎ ዝጸንሐ ሕጂ ንዕኡ ደርፊ ደሪፉሉ ዘይኮነ

ብዛዕባ ዑቕባጋብር ክትገልጾ ትደሊ ኣለካ ዶ? እወ ኣነ ከም ተፎኖ ኣነ ካብ ሓቂ ዘይረሓቀ ሳላ ዑቕባጋብር እየ ተፈሊጠ እሱ ምስ ተሰወኤ ብ

እሱ ስለ ዝመሃረኒ እየ ደራፋይ ኮይነ ዝቕጽል ዘለኹ ክብል እኽእል። ገለ ገለ ደርፍታት ናይ ዑቕባጋብር እስከ ንርእ፣ ካብቲ ሪቮሉሽናሪ ዝነበራ ደርፍታት ገለ ንርኣ እስኪ።